ዝሓለፈ ሰንበት ስራሕ ስለ ዝነበረና ገና ጸሓይ ምሉእ ብምሉእ ከይወጸት እንከለና ኢና ኣብ ቀጽሪ ሚኒስትሪ ዜና ተራኺብና። እዚ ዘለናዮ ቅንያት ክራማት ብምዃኑ ኣብ ስራሕና ዕንቅፋት ከይኮነና ስግኣት ነይሩና። ብዝኾነ እዚ ነቲ እንከይበልና ንምዕራብ ገጽና መንገዲ ተተሓሒዝናዮ። ሓሓሊፍና ንረኽበን ዝነበርና ቁሸታት እናቋመትና፣ ነቲ ጠሚትካ ዘይትጸግቦ ቅርጺ መሬት እናማዕደና፣ ብከባቢ መንገዲ ባቡር ኣቢልና ጋለርያታት ሓሊፍና፣ ድሕሪ ናይ ሰለስተ ሰዓት ኣድካሚ ጉዕዞ ኣብ ዓዲ ኣብረሸቆ በጻሕና። ኣይጸናሕናን ዘምጽኣና ጉዳይ ስለዝነበረ ብቐጥታ ናብ ስራሕ ኣቲና።

ዕስራን ኣርባዕተን ግንቦት ሽሕን ትሽዓተ ሚእትን ቴስዓን ሓደን ብምዃን እዩ ህዝባዊ ግንባር ሓርነት ኤርትራ ንመግዛእቲ ስርዓት ደርግ ጸራሪጉ ንመላእ ኤርትራ ሓራ ዝገበረሉ መዓልቲ እዩ ነይሩ። ህዝቢ ኤርትራ ከም ብሓድሽ ዝተፈጥረን ብመፈንጠዝያ ናጽነት ዝተሓጎሰላን ፍልይቲ ዕለት እያ። ኣብ ኣስመራ ስድራ መኮነናት ስርዓት ደርግ ዝነብሩሉ ዝነበሩ ኣብ ፎርቶ ዝርከብ ኣብዚ እዋን እዚ ብዒታሮ ዝፍለጥ መዓስከር ዘይንቡር ሸበድበዲ ተራእዩ። ኣብቲ ግዜ ንሓቀኛ ምስሊ ቃልሲ ኤርትራ ክብልሉ ህርዲግ ዝብሉ ዝነበሩ ሓላፍነት ዘይስምዖም ብኣጻብዕ ዝቑጸሩ ሰባት ዝተፈላለየ ወረ ይዝርግሑ ነበሩ። ሻዕብያ ንኣንስቲ ወተሃደራት ብሕልፊ ከኣ ንኤርትራውያን ሓሓንቲ ጡበን ክቑረጻ ደቀን ድማ የዒንቶም ክነቑሩን፣ ንብረቶም ውን ክዝመት እዩ ዝብል ካብ ሓቂ ዝረሓቐ ወረ ብምዝርግሖም ዳርጋ ብሙሉኤን ኣዴታት ማለት ኣንስቲ ወተሃደራት ደርግ በቲ ወረ ስለ ዝተዳህላ ደቀን ሒዘን በብዝጥዕመን እግረን ናብ ዝመረሐን ፋሕ ክብላ እየን ተራእየን። ሓንቲ ካብኣተን ድማ ወይዘሮ ፅገ ማሞ እያ። ወይዘሮ ጽገ ኣብ ሰማንያታት ምስ ደምሴ ደላሎ ዝተባህለ ሃለቃ ሓምሳ ስርዓት ደርግ ተመሪዓ ኣርባዕተ ቆልዑት ደሳለ፣ ኤፍሬም፣ እምበኤትን ሃብቶምን ዝበሃሉ ቆልዑ ወሊዳ። ዓርቢ መዓልቲ ድማ ደምሴ በዓል ቤታ ንጽገ ምስቶም ቀዲሞም ነብሶም ዘውጽኡ ወተሃደራት እዩ ነይሩ። ንበዓልቲ ቤቱ ድማ ሻዕብያ ንሰለማዊ ሰብ ኣይብድሉን እዮም፣ ደቅኺ ሒዝኪ ኮፍ በሊ ከይትወጺ፣ ኣነ ብዕላማ እየ መጽየ፣ እንተሞትኩ ውን ንዕላማ እየ፣ ካብ ኣስመራ ከይትወጺ ዝብል ሕድሪ ገዲፉላ። ወይዘሮ ጽገ ግን በቲ ዝነፍስ ዝነበረ ወረ ፈሪሓ ኣርባዕቲኦም ደቃ ሒዛ ምስቶም ንሸነኽ ሰሜን ከረን ገጾም ዝሃድሙ ዝነበሩ እልቢ ዘይነበሮም ሰራዊት መንገዲ ተተሓሓዘቶ። ኣብቲ ድኻም፣ ጥሜትን ጽምእን ዝነበሮ ኩነታት፣ ምስ ደቃ ምኽኣል ስኢናቶ፣ ደቃ ዓቕላ ከጽብቡላ ጀመሩ። ኣብዛ ሰዓት እዚኣ ከኣ፣ ሓደ ወተሃደር ንጽገ ክሕግዛ ብምሕሳብ፣ ንሃብቶም ሓንጊሩ ቀቂድማኣ ይስጉም። ወይዘሮ ጽገ ነቲ ንወዳ ዝሓዘ ወተሃደር እናቋመተት ትጓዓዝ ነበረት። ኣብ ከባቢ ዓዲ በርበረ ምስ በጽሑ፣ ኣሃዱታት ህዝባዊ ግንባር ነቲ ዝጓዓዙሉ ዝነበሩ ቦታ ተቖጻጸሩዎ። ኣብ ህድማ ዝነበሩ ወተሃደራት ደርግ ፋሕ ብትን ኣተዎም። ኣደ ህጻን'ውን ከምኡ። እቲ ቆልዓ ተሰኪሙ ዝነበረ ወተሃደር ካብቲ ኣደ ህጻን ስለ ዝተፈለየ ኣብ ከባቢ ዓዲ ንኣምን ኣብ ሩባ ኣብረሸቖ ንሚኪኤለ ባህታ ዝተባህለ ምድሪ ውላድያ ብምባል ነቲ ቆልዓ ኣሕቂፍዎ ከደ። ኣቶ ሚኪኤለ ብሓደራ ዝተዋህቦ ህጻን ሒዙ ናብ ገዝኡ ኣምረሐ። ኣቦይ ባህታ ንሃብቶም ሕልፊ ደቆም እዮም ዝርእይዎ ነይሮም። ደቆም እውን ከም ሓወን ርእየን ተኸናኺነን ኣዕብየንኦ። ሃብቶም ዕድመ እናወሰኸ ኣብ ዝኸደሉ እዋን ብጉዳይ መንነት ክጭነቕ ጀመረ። እተን ካብ ግዜ ህጻንነቱ ዝጠቕሰን ዝነበረ ስም ኣሕዋቱን ኣዲኡን ኣብ ሓሳባቱ እናመጻ ኣሸገርኦ። ኣነ መን'የ? ካብ መን'የ ተፈጢረ? ዝብላ ሕቶታት መልሲ ሰኣነለን። ኣቦይ ባህታ ኩነታት ሓብቶም ኣብ ሕማቕ ከም ዘሎ ፈሊጦም ናብ ኣስመራ ምስ ኣኽበረት ጓሎም ክቕመጥ ወሰድዎ። ምስ ኣኽበረት ድማ ዓሰርተ ዓመት ተቐሚጡ። ኣብ ኣስመራ እናተማህረን እናሰርሐን ነብሱ ክኢሉ። መበል ዕስራን ክልተን ዙርያ ድማ ናብ ዊዓ ወሪዱ ተዓሊሙ፣ በቲ ዝነበሮ ቁመና ከኣ ኣብ ሳዋ ዓላማይ ክኸውን ተመሪጹ። ንሽዱሽተ ዓመት ድማ ኣገልጊሉ። ሃብቶም ጉዳይ መንነቱ ፍጹም ድቃስ ከለኦ። በቲ ዝሰምዖ ዝነበረ ጩራ ዘረባተት ከም ኳዜን ዓዜን ዝኣመሰላ ዓድታት፣ ስድራይ እንተረኸብኩ ብምባል ከደ። ተስፍኡ ግን ተስፋ ጥራይ ኮይኑ ተረፈ። እቶም ዝኸዶም ገዛ ወዲ ስዉእ ሓዎም መሲልዎም ብጽቡቕ ተቐቢሎሞ ነይሮም። ድሕሪ ዝገበሮ ጻዕሪ ግን ስድራ ቤቱ ከም ዘይኮኑ ፈለጠ። ኣብዚ ህሞት እዚ መምህር የማነ ዝተባህለ ንሃብቶም ከም ኣቦ ኮይኑ ዘለዎ ጸገም ክፈትሓሉ ቃል ኣተወሉ። መምህር የማነ ንሃብቶም ረኺቡ ዘድልዮ ሕቶታት እናሓተተ፣ ናይ ሃብታም ታሪኽ ህይወት ጽሒፉ ናብ ኣዳላዊ ዓምዲ ገጻት ህይወት ዓብደልቃድር ኣሕመድ ኣብጺሕዎ። ዓብደልቃድር ኣሕመድ'ውን ታሪኽ ናይ ሃብቶም ድሕሪ ምንባብ ምስቶም ንሃብቶም ዘዕበይዎ ስድራ ተራኸበ። ዛንታ ሃብቶም ኣብ ጋዜጣ ሓዳስ ኤርትራ ተዘርግሐ። ሃብቶም ብጋዜጣ ሓዳስ ኤርትራ ስድርኡ ክረክብ በቒዑ። ምስ ኣኮታቱ ኣብ መዘናግዒ ማእከል ዓረቦና ፓርክ ምስ ተራኸበ ዝነበረ ሃዋህው፣ እዚ ናይ ዓረቦና ኣነ ክብሎ ዝኽል በቃ ሰድያኡ ክበዝሕ ከሎ ገሪሙኒ ሰድያኡ ዝቅረብ ዘሎ ይበዝሕ ኣሎ ንመን ገሚቱ ኣይገመትኩዎን መኪና ትመጽእ ተሪኢኾም ከኣ ኣይፈልጦምን እየ ካልእ ሰባት ወላ ጋዜጠኛታት ከም ብጌጋ ምዃኑ ኣነ ርእየ ኣይፈልጥን እየ ነቲ ስም ይመጹኒ ኣጋይሽ እዮም ጥራይ ኢለ ከኣ ኣነ መጺና ሰድያታት ንቅርበሎም ኮፍ ይብሉ ኮፍ ከይበሉ ከሎ ተመስገን ኣብ ኮይ ማቲ ሕጂ ታዩ ንሺ ሃብቶም ምሰሎ ኣነ ከኣ ዋእ እንታይ ዝብል ዘሎ ኣይተረዳን ምሳሌ ካስ የላልዩና ጥራይ ዘሎ መሲልኒ ኣነ በል ሓዊ ከኣ ኢሉ ስዕመኒ ኣይተ ወስ ሲዮ ጥራይ ጉንጽ ኣቢልዮ ሲዮ ጠጠው ኢለ እንታይ ክብሎም ምኪኤለ ከኣ ሰዓሞ ኢሉ ኣኮ ካዩ ምኪኤለ ከኣ ኮዩ እሱ ከኣ ሰዓሞ ኢሉ ከኣ እሱ ከኣ መጺኡ ከኣ ስም ተሓዊስ እንታይ እዮም ዘለዉ መምርያ ማን ኣልግቢሉ ሽዑ ኣኮ ሃትካዮም ሰላም በሎም እዚኦም ገለ ኢሉ ገዚፈ ይመ ኮፍ ኢለ ሓንቲ መለስኩሎምኒ ዝኮነ ኣይጽበየን ኢየ ሓቅታሽ ኣይጽበየን ኢየ ከምኡ ዝኮነ ድሓር እቲ ጉዳይ ምጀመረ ኣኮይ ተመስገን ናይ ኣደይ ኩሉ ድሕሪ ባይታ ገለ መለ ኣታጣፋ ድሕሪ ዕስራን ኣርባዕተን ድሕሪ ዕስራን ሓሙሽተ ዓመት ናታ ምርካቦም ዳይ ገለ ኣምጽኡ ወላ ካኣ ንስኩም ኣይተቀበልኩን ኣነ መሹ ድሓር ስእልታት ካባን ጸኒሕዎ ናይ ኣደይ ስእልን ገለን ናይ ኣሕዋተይ ናይታ ሓብተይ ሕዛ ዝነበረት ኣምጽኡ ገለ የርእየኒ

ከምኡ ኣይትኾኒ ምህርያ መን እንታይ ንብሎም ዘለዉ ናይ ቅድሚ ሕጂ ጸባ ካብ ኣፈይ ተዃዒቡ ኣይዝክርን ድያ ሕጂኸ እንታይ ክትብሎም ደላ ንኺድ ገለ ጸገም የለን እዚ ኣማን ብኣማን ሓቂ ይብለኒ ኣይኣመንኩን ኣበይ እዮም ዳሕር ክንደይ ለመና ግን ንገዛ ሒዞም ንኸዮም ኣብ ገዛ ምስ ከና ከኣ ኣብኡ ዓባየይ ሓትኖይ ገለ መለብቲ ገዛ ኩሉ ተዳልዮ እዮም ስም ውድእ እሞ ኣቀባብላን ገለን ኩሉ ቤታየን ገለን ኣነ በዓል ኣይተቆጸርኩ ሽዑ መን እያ እዚኣ መን ኣጂ ሓትኖ በቃ ሕማቅ እየ ሽዑ እንቋዕ ኮትኩ ኣይተጸለልኩ ሽዑ እቲ ግዜ ናይ ኣመንኩም ኣይተቀበልኩምላ ሽዑ ዳሕር ብቴሌፎን ርክባት መጽዩ ምስ ኣሕዋተይ ምስ ኣደይ ምስ ገለ ኩሉ መጽዩ ቀንዲ እታ ሓብተይ ዝብላ ነበርኩም ንእሰይ እሚበት ዝብላ ነበርኩም ድሕሪት ንሳ ምስ መጸትን ኣብቲ በሰላሃት ኣብ ነብሰይ ዝነበረ ኣደይ ምስ ነገረትን ብቴሌፎን ኣብዚ ሓንሳእ ዕድል ክበኪ ዕድል ሃበኒ ክዛረበኪ ኣብ ሃብቶም ሰመርያማና ሓጎሶም ዶ ዘለጂ ኣብ ኣካላት ሃብቶም ምስ ወድኺ ስንጭ ከሎ ዝለበሶም ክዳውንትን እዩ ኣብ ኣካላቱ ዝነበረ ብሰላስ ዝክርዶ ምሰላ ዋእ ዝለበሶ ክዳውንቲ እኳ ክዝክር ኣይክልን እየ ግን ኣብ ግንባሩን ኣብ ጸጋማይ ሰለፉን ነይርዎ በሰላ እዛ በሰላ እዚኣ ኣብ ሰለፈይ ማት ጸጋማይ ሰለፈይ ከምዚ ለምጽ ገለ ምስለኒ ነይሩ ኮለል ይብል ነይረ ሕክምና ጸገም የብሉን ብዛዕባ ጥራይ ትሕሰብ ኣይጨነቅ ካውኡ ይቅጽል እዩ ገለ ኢሎምኒ ኣይቀጸለን ከኣ ድሕሪ ሕጂ ኣብዚኣ ግን ከምኡ ምሰለት ኣብ ጸጋማይ ሰለፉ ምሰለት ፍላይ ሓፍ ኢለ እቲ ጉዳይ ገዲፈዮ እየ ከይደ ከይደ ድሕረይ ተመስገን ኣኮይ ኣርኪብኒ ኣብ ሸቓቕ ተሪእክዎ እታ በሰላ ኣብኣ ኣብዛ መንጎ ሰለፈይ ማለት እዩ ደሓር ብምንታይ ከም ተገጠምኒ ከማይ ይፍረድኩም ደሳለ ሓወይ ቦኽሪ ኣሎ ስም ኣቲጂ ምስ ደወለለ ግን እታ በሰላ ኣላ ዲኣ ገለ ምስ ኣልምስ እሂ እንታይ እያ ግዲ ኣጋጢማኒ እም ኣፈሪም ድዩ ኤፍሬም ድዩ ወላ ገለ እዩ ኣብ ጸባይ ተኳዒካ ወይ ኣይ ነገር ተኳዒካ ንእሽተይ ከለኻ ገለ ኢልኒ ሽዑ እየ ኣሚነ በቃ ለምጺ ከምዚ ሕማም ጻዕዳ ገለ መስለኒ ፈሪሕ ኔረ ግን ከምኡ ምስ ኮነ ሻባ ብዕድሜኡ በስ ሓንጎለይ ተቐቢለዮ ዋላ ኣብ ኣብ ውትድርና ኣብ ሳዋ ከለኹ ውን ብሰንኪ እዚኣ ቆርበት እዚኣ ድኹን ነገር ዝለብሶ ነገር ክዳውንቲ ረጒድ ኣይነበረን ፈኲሰ እየ ዝኽደን ነይረ ኣፍቂዶምለይ ገለ ፈሪሐ ነይረ ካብኡ ግን በዚኣ ምስ ተነገርኩ ብኣሕዋተይ ምገር ግን ቀሲኑ ወይዘሮ ጽገን ሃብቶም ወዳ ክትረክብ ዘይሓተተቶን ዘይበጽሓቶን ቦታ የለን። ንሳ እውን ካብ ኣስመራ ድሕሪ ምውጽኣ ደሃይ ኣይነበራን። ድሕሪ ዕስራን ሓሙሽተን ዓመታት ድማ ዝሓለፈ ዓመት ዳህያ ተረኺቡ። ወይዘሮ ጽገ ንልዕሊ ርብዒ ዘመን'ያ ብጉዳይ ውላዳ ነቢዓ። ካብ ኣስመራ ባዕለይ እንተዘይወጽእ ነይረ ወደይ ኣይምጠፍአን እናበለት ንነብሳ ከም ወንጀለኛ'ያ ትሓስባ ነይራ። ኣብታ ዝጠፍኣላ ሰዓት ኣነ ከምዚኣ'የ ድበኪ። ዋላ ንበይነይ ኮይነ ዋላ እዚ ኩሉ ክንድኡ ዕድመ ቆልዓ ክርኢ ከለኹ ኣነ ባዕለይ ይፈልጦ ንዑኡ ከማን ትዝ ኢሉኒ ቢተሰብ ክዛረበኒ ከሎ ናይ ውሽጠይ ኣሎ ናይ ውሽጠይ የቁስለኒ ንምንታይ ኣነ ስለ ደጥፋእክዎ ካብ ኢደይ ስለ ዝጠፍእስ ከምዚ ወንጀለና ጌሮም ዝርኡኒ እዩ ድመስለኒ ዋላ ሰብኣየይ ዋላ ኣሕዋቱ ማለት እዩ እዚ ኣነ ብጣዕሚ ክዛረብም ይከብደኒ እዩ ንምንታይ ገና እንዲያውም ስጋ ሕጂ ሕጂ ሕሸኒ እምበር ስጋ ሕጂ ሰዓት ኣነ ነብሰይ ባዕለይ እየ ዝፈልጦ ጠጠው ኢለ ከይድ እምበር ኩሉ ሽግራይ ባዕለይ እየ ዝፈልጦ እዛ ሕጂ ሰዓት ሕጂ እዛ ሕጂ ሰዓት ግን ስጋዕ ሕጂ ሰዓት ክመጽእ ከለኩ ግን ኣነ ሃብቶም ሞይቱ እዩ ይንካኒ ከምዚ ኢሉ ዝሓስበሉ ነገር የብለይን በቃ ከም ዘሎ ኮይኑ ሰብ ክንደይ ወሊድኪ ተኢሉኒ ሸውዓተ ይብል ሙሉእ ገይረ ድዛረብ ኩል ግዜ በቃ ሰብ ይገርሞ ሸውዓተ ሰወሊድኪ ይብለኒ ወሊደ እንታይ ኣበይ ኣለዉ ደኣ እንድዒ ኢሎምኒ ከማን ኣሎ ኣለዉ ኣለዉ ይብላኒ ማለት እዩ ሙሉእ ተስፋ
ሃብቶም ዳሃይ ወለዱን የሕዋቱን ምስ ረኸበ ዝነበሮ ሓጎስ መቸም ማንም ዝስሕቶ ኣይኮነን ንነብሱ ዳግማይ ከም ዝተወልደት ኮይኑ'ዩ ዝስምዖ ናይ ብሓቂ ስድራ ኣለዉኒ፣ ናይ ብሓቂ ካብ ሰበይ ተወሊደ እናበለ ምእማን ሰኣነ። ሃብቶም ኣብ ሳዋ እንከለዩ ወላዲቱ ካብ ኣዲስ ኣበባ ክትረኽቦ ትመጽእ ከም ዘላስ ተነግሮ። ሃብቶም ነታ ን ዕስራን ሽዱሽተን ዓመት ዝኣክል ዝተፈለየቶ ወላዲቱ ክረክብ መቸም ዘሎ ህንጥይነት፣

ተራዚኑ ኩሉ ሰብ ዋላ ኣስመራ ምስ መጻኹ ንምንታይ ተሰነይቲ ከይድ ትቅበላ ዋእ ጸገም የለን ንሓን ኣብዚ ቅበላ ኩሉ ሓደይ በዚ ዝገለ ኣዳሊኺ ጽኒሒ ዝብል ኮምንት ኣይ ኣሰምትን ትብሎ ነይረ ኣብ ኣስመራ ምስ መጹ ቀልጢፈ ኣይረኸብኳን ምኽንያቱ ነብሰይ ምብቃዕ ምኽኣል ምኽኣል ኣቢኒ ትመጽእ ንከታተላ ምስ መጸት ክንዲ ኣብቲ ማዕረ ናይ መኪና ዝቅበላ ከኣ ኣይተቀበልኳን ካልእ ሰብ ተቀቢልዋ ሰብ መሰመስገን መጽዩ ካልእ ሰብ መኪ ተቀቢልዋ ካብኡ ንገዛ ክትኣቱ ከላ ቤንታ ሓቢና በሲ ኣብ ላስታ ሓቢና ብረት ኣሎ ኣይ ኣርፖርት ወግን ቦቲ ሓቢና መኪና ጌራ ክትኣቱ ከላ ኩሉ ይርኣ ነይረ እታ መኪና ፈልጠያ ናይ ሰብኣየይ ጓል እሞይ ማለት እቲ መኪና ሰብ ዝፈልጣ ትኣቱ ከላ ሪኣ ኣለኹ ኣታ መፅያ እንዲና ንዓና እባ ንኺድ ንብረቶም ኣራገፉ እሞ ንብረቶም ኣራጊፎም ገዛ እተው ቅድም ይብሉ ከዓነ ፍሊሞን ዓርከይ ኣሎ ፍሊሞን ክፍለ ጎዛይ ንዓና ይብለን ንሱ ምሳይ ዘሎ ነይሩ ቀፃሊ

ንውሽጢ'ቲኒ ክትወኑ ከለዉ ዋእ ኣብ ትግዲ ሕማቅ ኔረ ኣጋጣሚ ግን ናይ ኣምላክ ኮይኑ እንታይ ተቋጺረ ክብለክን።
መንእሰይ ሃብቶም ጠባዩ ምስጉን ምዃኑን ኣብ ዝኸዶ ቦታ ድማ ዓይንኻ ትደፈን ዝብሎ ከምዘየለ ብዙሓት ፈለጥቲ'ዮም ዝምስክሩ። ስነ ምግባር ካብ ኣተዓባብያኻ ከም ዝጅምር መጠን፣ እዚ ባህሪ እዚ ካብቶም ዘዕበይዎ ገዛ ብፍላይ ድማ ካብ ኣቦይ ባህታ ዘጥርዮ ምዃኑ እዩ ዝንገረሉ።
ሃብቶም ኣብዚ ዘብጸሖ እቲ ጠባዩ፣ እቲ ግብሩ፣ እቲ ትሕትንኡ፣ እዚ ድማ ካብ በዓል ኣቦይ ባህታ ካብ ብፍላይ ካብ ኣቦይ ባህታ ዝወረሶ እዩ ኢሎምና። ብልክዕ እውን ከምኡ እዩ። ምኽንያቱ ኣብ ዝኸዶ ገዝኡ እዩ። ኣብ ዝኸዶ ስድርኡ እዮም። ስድራ ኢሉ ናብ ዓተከሌዛን ናብ ዓዜን ምስ ከደ እቶም ስድራ እኮ እዚኦም እዮም እዚኤን ኣዴና ኣብ ዝለዋ ኣብ ዝለውቶም ገዛ ክልተ ዓመትን መንፈቕን ልክዕ ከምዛ ንስኹም ሓብሒብኩም ደበልኩሞ ስድራ ኢሉ ከይድዎም ኣይኮነን ግን ምሽ ግን ከም ወዶም ከም ስድሮም ሓብሒቦሞ እስካብዛ ሰዓት እዚኣ ምስኡ ኣለዉ ኣብዚኣ ከዓ ምሳ እምና መፅኤን ኣዴና ዓባይ እንዴ እንዳ ራእኹመን በዝለዋ ግን ነዛ ብርሃን እዚኣ ክሪኣ ምሳኻትኩም ከብላ ኢለን መፅኤን ኣነ ገዛና መጼን ደይትርሳዓኒ ከምዚ ገይርኪ ናርደስ ብጣዕሚ ኣደ ኾንኩንኦ ገለ ኢለየን ኦይ ተመስገን ወደይ ንሕና እኮ ደንጊጽና ኣይኮናን ንዓኹም ኢልና ኣይኮናን ኢለናኒ እሂ ደኣ ወድና ክኾነልና ኢልና ኢና እኳ ንጽዕር ነይርና ኢለናኒ ምክንያቱ ጠባዩ ኩሉ ነገሩ ስለ ዝረኣዮ ዝጭኑቕ እዩ በቃ
ሕጂ ካብቲ ጭንቀት ዝለዓለ ህውኽ እዩ ነገራት ቀልጢፉ ስጉምቲ ክወዘሎም ብድሕር ኣይብልን ሓንሳእ እንድሕር ኢሉ ኢልካ በቃ ነዳራይ እዩ ንድር ቀልጢፉ ንብዓት ክስዕሮ ከሎ ብጣዕሚ እዩ ደንግጸካ ምስቲ ጉብዝንኡ ኩሉ ነገር ርኢኻስ እንታይ ኣረኖ ኣይስሕቕን እዩ ፈጺሙ ወላ ሕጉስ ነገር ሃሉ ፈጺሙ ይስሕቕን ቅሩብ ዘይ ቅድሚ ክልተ ኣነኸውንስ ኣብ ረሻ ወሪደ ነይረ ብቲ ዓዲ ምስቶም ሕዋቱ ናይ መንፈስ ሕዋቱ ማለት እዮም ደቂ ሚካኤለ ብርሂን ወይዘሮ ብርሂን ማለት እያ እትም ሕዋቱ ምስኡ ዝዓበዩ ምስ ረኸቦም ድሰሓቖ ዶክመንት ገይረ ኣለኹሉ ሽዑ ናይ ብሓቂ ስሒቑ እቲ ይረኣየካ ዋላ ኣዲኡ መፅያ ምስ ኣዲኡ ተረኺቦም ኣይሰሓቐን ሰሓቕ የብሉን በቃ ሕጂ ውሽጡስ ምክንያቱ እንዳተሓላለኸ እንዳወደቐ እንዳተሰእ ስለ ዝመፀ ዝኾነ ነገር ኣይሕጉሶን እዩ

ዝሓለፈ ሰንበት ስራሕ ስለ ዝነበረና ገና ፀሓይ ሙሉእ ብሙሉእ ከይወፀት እንከለና ኢና ኣብ ቀፅሪ ሚኒስትሪ ዜና ተራኺብና። እዚ ዘለናዮ ቅንያት ክራማት ብምዃኑ ኣብ ስራሕና ዕንቅፋት ከይኮነና ስግኣት ነይሩና። ብዝኾነ እዚ ነቲ እንከይበልና ንምዕራብ ገፅና መንገዲ ተተሓሒዝናዮ። ሓሓሊፍና ንረኽበን ዝነበርና ቁሸታት እናቋመትና፣ ነቲ ጠሚትካ ዘይትጸግቦ ቅርጺ መሬት እናማዕደና፣ ብከባቢ መንገዲ ባቡር ኣቢልና፣ ጋለርያታት ሓሊፍና፣ ድሕሪ ናይ ሰለስተ ሰዓት ኣስመራ ከይትወጽእ ዝብል ሕድሪ ገዲፉላ። ወይዘሮ ጽገ ግን በቲ ዝነፍስ ዝነበረ ወረ ፈሪሓ፣ ኣርባዕቲኦም ደቃ ሒዛ፣ ምስቶም ንሸነኽ ሰሜን ከረን ገጾም ዝሃድሙ ዝነበሩ እልቢ ዘይነበሮም ሰራዊት፣ መንገዲ ተተሓሓዘቶ። ኣብቲ ድኻም፣ ጥሜትን ጽምእን ዝነበሮ ኩነታት፣ ምስ ደቃ ምኽኣል ስኢናቶ፣ ደቃ ዓቕላ ከጽብቡላ ጀመሩ። ኣብዛ ሰዓት እዚኣ ከኣ ሓደ ወተሃደር ንጽገ ክሕግዛ ብምሕሳብ ንሃብቶም ሓንጊሩ ቀቂድማኣ ይስጉም። ወይዘሮ ጽገ ነቲ ንወዳ ዝሓዘ ወተሃደር እናቋመተት ትጓዓዝ ነበረት። ኣብ ከባቢ ዓዲ በርበረ ምስ በጽሑ ኣሃዱ ሒዘን በብዝጥዕመን እግረን ናብ ዝመረሐን ፋሕ ክብላ እየን ተራእየን። ሓንቲ ካብኣተን ድማ ወይዘሮ ጽገ ማሞ'ያ። ወይዘሮ ጽገ ኣብ ሰማንያታት ምስ ደምሴ ደላሎ ዝተባህለ ሃለቃ ሓምሳ ስርዓት ደርግ ተመርዕያ ኣርባዕተ ቆልዑት፣ ደሳለ፣ ኤፍሬም፣ እምበኤትን ሃብቶምን ዝበሃሉ ቈልዑ ወሊዳ። ዓርቢ መዓልቲ ድማ ደምሴ በዓል ቤታ ንጽገ ምስቶም ቀዲሞም ነብሶም ዘውጽኡ ወተሃደራት እዩ ነይሩ። ንበዓልቲ ቤቱ ድማ፣ ሻዕብያ ንሰለማዊ ሰብ ኣይብድሉን እዮም። ደቅኺ ሒዝኪ ኮፍ በሊ፣ ከይትወጺ። ኣነ ብዕላማ'የ መጺኤ፣ እንተ ሞትኩ'ውን ንዕላማ'የ። ካብስ ኣድካሚ ጉዕዞ ኣብ ዓዲ ኣብረሸቆ በጻሕና። ኣይጸናሕናን ዘምጽኣና ጉዳይ ስለ ዝነበረ ብቐጥታ ናብ ስራሕ ኣቲና። ኣብዚ ዓዲ ሓደ ንኽትኣምኖ ዘሸግር ንኽትሰምዖ ድማ ዘገርም ግን ከኣ ኣብ ምንባርን ንምንባር ዝካየድ ቃልስን ዘጋጥም ፍጻሜ'ዩ ጸኒሑና።

ህዝባዊ ግንባር ሓርነት ኤርትራ ንመግዛእቲ ስርዓት ደርግ ጸራሪጉ ንመላእ ኤርትራ ሓራ ዝገበረሉ መዓልቲ እዩ ነይሩ። ህዝቢ ኤርትራ ከም ብሓድሽ ዝተፈጥረን ብመፈንጠዝያ ናጽነት ዝተሓጎሰላን ፍልይቲ ዕለት እያ። ኣብ ኣስመራ ስድራ መኮንናት ስርዓት ደርግ ዝነብሩሉ ዝነበሩ ኣብ ፎርቶ ዝርከብ ኣብዚ እዋን እዚ ብዒታሮ ዝፍለጥ መዓስከር ዘይንቡር ሸበድበዲ ተራእዩ። ኣብቲ ግዜ ንሓቀኛ ምስሊ ቃልሲ ኤርትራ ክብልሉ ህርዲግ ዝብሉ ዝነበሩ ሓላፍነት ዘይስምዖም ብኣጻብዕ ዝቑጸሩ ሰባት ዝተፈላለየ ወረ ይዝርግሑ ነበሩ። ሻዕብያ ንኣንስቲ ወተሃደራት ብሕልፊ ከኣ ንኤርትራውያን ሓሓንቲ ጡበን ክቑረጻ ደቀን ድማ የዒንቶም ክነቑሩን፣ ንብረቶም ውን ክዝመት እዩ ዝብል ካብ ሓቂ ዝረሓቐ ወረ ብምዝርግሖም ዳርጋ ብሙለን ኣዴታት ማለት ኣንስቲ ወተሃደራት ደርግ በቲ ወረ ስለዝተዳህላ ደቀን